ን ምዕንቲ ጽሬት እዩ ተባሂልና ኢና ገዛ ገዛ እናኣተኹ ገዛኹም ክፍትሸ። ንብረት ናይ ሰብ መሳምር ጌርካ ክትድጉድጎ ምውዓል ኣይኮነን ምጽፋፍ ገዛ እዩ ዘድሊ። እዚ ከኣ መዓኮረይ ዓቢሰ ዘጥረኹዎ ገዛ እዩ ጾታ ኣይኮነን።

ኣታ እንቋቑሖ ዝመስል ገዛ ሂብናኩምሲ መቕሎ ክትቅይርዎ እታ ኣታ ቁሩብ ኣይትሓፍሩን። ንጎ ምድሪ ብሕማቕ ኣይትዛረብ እንታይ ዘረቡ ኢኻ ትዛረብ ዘለኻ። ኣታ ኣይትሓፍሩን ዲኹም ኣታ ኣታ ነዚ ገዛ ክትጻወትሉ ብጀካ መጋረጃኹምሲ ካልእ እንታይ ዝብላዕ ኣለኩም እዩ እዚ ገዛ እዚ እ። ኣታ ኣይትልምል ዶሎ ገዛ ኣሽሒኹሞ እብለና ኣሎ

እዚ ከካብ ዝጸሪ ዝተርር ወረቓ መልሓስኩም ደኣ እንትርፎ ጋዕጋዕ ዘረባ እንታይ ክሕን ዒላ። ተልወዲ ታይ ይርከቦ መልሓስካ። ኣሃ
መልሓስካስ እስካሪኮ እዩ ኢኹም ትብሉኒ ዘለኹም። እስካሪኮ ደኣ ዝወደቐ ወርቂ እኳ ትረኽበሉ ሓራ። ካብ መልሓስካ ታይ ይርከብ። ታይ ክርከብ ደኣ ሕማቅ ዘረባ።
ካልኣይ ግዜ መልሓስካ ካብ እስካሪኮ ይገድድ ትብሉኒ ኣለኹም። ኪንኡ ከማን ኪንኡ ከማን ኪንኡ ኪንኡ ኪዱ። ጽቡቅ ጹቡቅ ኣነ ድብል ደለኹ ዓበይቲ ኢኹም መሳቶ ኢኹም መሳቶ ኢኹም ኢለ ክሳብ ሕጂ ኣይተደፋፈርናን። ምህረት ማርዓ ብትፈልጥ ኢኻ ሕራይ ተዛረብ ጥራይ። እወ ኣይተደፋፈርናን ካብዛ ሰዓት እዚኣ ግን ክንደፋፈር ኢና ክትፈልጡ እዚ ገዛ እዚ ገዛይ እዩ ገዛይ ገዛኹም እወ ሰሚዕኹም ኣለኹም እወ ሰሚዕናካ።
ክንደፋፈር ኢና ሕጽር ምስ በለ ናይ ወርሒ ገዛ ክራይ ትኸፍልሉ ክልተ መዓልቲ ኣሕሊፍኩም ኣለኹም ስለዚ ገንዘበይ ጥባብ ገንዘብ

ከምስ ከሪኮ መልሓሱ ደኣ ከመይ ርግኣት ዘለዎ ዘረባ ትጽበዪ? ምምስ ካሪኮ መልሓስካ ኢልካ። ክልቴኹም ኣየልኩምንን?
ኣየልና።
ኣየልኩምን።
እወ በርሀ ጥዑም በርሀ ሓላል ከመይ ኢልና ከምኡ ክንብለኩም።
ሃየ ግምጥል ግምጥል ሕጽር ድበለ እየ ንነግረኩም ድሎ ገንዘበይ ጠብ ኣብልወን ሕጂ። ኣንታ በርሀ ስምዓና እሞ ዞም ቆልዑ ሕጂ ክሰዱ እዮም እወ። ሕጂ ሽዑ ክንህበካ ቁሩብ እንዶ ርግእ በል። ኣይፈልጥን እየ ተደልዮም ይስደድልኩም ተደሊኹም ስደድሎም ንዓይ ዝምልከተኒ ኣይኮነን ንዓይ ዝምልከተኒ ገንዘበይ እዩ እብለኩም ኣለኹ። እሞ ገንዘብኩም ኮሶም ሰደዱ ኢና ክንበኩም ኣቱምበረ። እምቢ ኣይደልን እየ እብለኩም። እወ እሞ እዞም ቆልዑ እንተ ሰዲዶም እኮ ደይ ንሕና ኢና ንቕበሎ እምበር ናባኻ እንዳ ኣሎም ሰድዎም። ኣነ ወዲ ዶ ኣነ ሕጽር ዝበለ ዶ ክነግረኩም እወ። ገንዘበይ ጥራይ እየ ዝፈልጥ ካልእ ኣይፈልጥን እየ። ኣይትፈልጥን ኢኻ። ኣይፈልጥን እየ። ወላ ሓንቲ። ወላ ሓንቲ ኣይፈልጥን እየ ገንዘበይ ጥብ ተብሉ። ፓስታ ኣይትፈልጥን።
ኣይፈልጥን እየ እኮ እብለካ ኣለኹ። ማይ ፍሉጥ ኣይትስተ።
ኣሜን። ትርጉም መውጻእ ማይ ፍሉጥ ኣይትስተ ኢለካ ኣለኹ። ኣሜን።

ከመይ ውዒልኩም ደሓን ዶ ውዒልካ ደሓን ዶ ውዒልካ ይጉዲ ወደይ ፅፈት ኣጒስካኒ ኣብያት ፅርያት ኣብያት ፅርያት ኣብዚ ካንሸሎ ምልኡ ንዓኻ ብፅሬት ዝወዳደር የለን ኣየጒስካኒ እንዲኻ እንታይ ጉዲ ወደይ እዎ ደሓን ከብሎ እየ እኮ እዚ ከማን ኣየለዓዓልኩን እምበር ኣቦይ በርሀ ከፅፉፎ እየ ፅቡቅ ገይረ ከፅርዮ እየ ደሓን ደሓን ኣይጉዲ ወደይ ጠባይካ ተጽሪኻለይ እኹል እዩ ንዓይ። ጠባይካ እንተ ጸርዩ ካልእ እንታይ ዘይሃብካኒ ክብሎ እንታይ ግዲ ወደይ። እታ በቀዳማይ ከኣ ወስዲ በልኩም ከኣ ቅረ ቅረ ግበሩለይ። ኣይ ኣይ ፋሉ ኣይሀዘልካን እየ ኣይሀዘልካን እየ ንዓይ ኢልካ ደይ ሓሰብካዮ ዳሓን ዳሓን ተስ ተስ ተስ ተስ ኣይግዲ ወደይ። እንታይ ጸገም ኣለዎ እበር ሓቂ ዘረባ እኳ። ኣይዓደካለይን ኣይዓደካለይን ቦነ እ እረ ክንደይ ክሕምም ኢኸ እንታ እቲ እዳውካ እንታ እንቋዕ ነዚ ቆልዓ ኣይረኸብካዮ መንበስብስቱ ነጢራ ምወጸት ኔራ። ታሪቕኒ እንድዩ እወ ኣቦይ በረ ስርቂ
ኣነ ቀዳማይ ነገር ስርቅን ሓሶትን ኣይፈቱን እየ እወ ስርቅን ሓሶትን ይቕንጠበላ እየ ንስርቅን ሓሶትን ኣቖልዑት ከጥሚ ዕትሮ ጋዝ ወወ ኣይቀንጢብካና እንዲኻ ኔርካ ሰብኣይ ክሰርሕ ኣለዎ እወ እወ ራሃፅ ራሃፅ ክጨኑ ኣለዎ እወ ክዳንካ ፅፊፍካ
ስርቂ ኣይፈትዋን እየ ኣነ እወ እወ እወ እወ እወ ግዱ ሓበረ ግበሩለይ ዳሓን ዳሓን ኣይሕዘልካን ኣይሕዘልካን እየ እንታይ ግዱ ወደይ ጠባይ እንተፀርዩ እንታይ ግዱ ወደይ ፅቡቕ እዩ ኣነ ተኻረይተይ ከፍቁርኒ እየ ዝደሊ ኣነ ከዓ ንተኻረይተይ የፍቅሮም ሪኢኻ ኣይጉዱ ወደይ እንታይ ዶ ገርናልኮም ኢና ቁሩብ ከማን እዛ ገዛ ሪኢኻ ክልተ ሽሕ እናኸፈልካሲ ከተዓራርየልካ እዩ ዝግባኣኒ ግና ዓቅሚ የለን ዓቅሚ የለን ኣይጉዱ ወደይ ቁሚ ደሓን የለን ፍቅሪ እንተሎ እንታይ ኣሎ እወ እወ ኩሉ ደሓን ተረዲኢኒ እንዲ ከኣ እወ ተረዲኢኒ እንዲ ናይዚ ወዲ እዚ እወ ደሓን ባዕለይ ኣለኽዎ።
ካብ ኩሉ ነዚ ቆልዓ ተጠንቆቆ ሎኽመኛ እዩ ሓሳዊ። ሓሳዊ ተጠንቀቐሉ ምሳኻ ድኸይድ ኣይኮነን ከይለግበካ። ተረዲእኒ እዩ ተረዲእኒ እዩ እንታይ እዩ እቲ ጸገም ገለ ደሓን ናይዚ ቆልዓ መዓልቱ ጥራሕ ጸበ እወ በዓለይ ኣለኹ ገለ ተገይሩ ሂም ኢኻ ትህቦ ሂም ኢኻ ትህቦ ርኢኻ ኣለኻ ይጉዲ ወደይ ጥቕልል ተቢልካ ሰላምና ክንረክብ ኢና። ደሓን ደሓን ከዕፍሮ እየ ጽቡቕ ገይረ ክለልዎ እንዴ ክትለልዎ ክትለልዎ እየ እወ። ምሰንኩ ዝመጸ እዩ እዚ ኣቡይ ክኣ ሹምና እስኹም ጥራሕ ኣቀረብ ግበሩለይ ኣነ ኣቡይ ክኣ ዳሓን ዳሓን ኣይኩዱ ኣብ ገዛ ክኣ ከሐጉሰኩም እየ ከተዓራርየ በር ጽፈት ጽፈት ዕምበባ ኣምሲልካያ ወርቅይ ወርቅይ ከምዚኣ ገዛ ኣይሃብኩኻን ኣነ ኣይ እቱ ምስ በልኩ እኮ እየ ጋገያ እዛ ገዛ ብጽፈታሲ ኣግዶ እንዲ ኣለኹ በል ኣለኹ ኣለኹ እወ ኣጽዩካያ ገዛ

ንዓ ዋላ ገለ ሓንቲ ይብለካ እንድየ ኣምላኽ ኣሎ እንድዩ ስማዕ ንሕና ፈለየለይ ንዓይ። ኣንታ ኣምላኽ ኣምላኽ ኣይትበል ንሕና ብዛዕባ ጽሬት ኢና ንዛረብ ዘለና ኩሉ ካንሸሎ ጽሬት ይገብር ኣሎ ንስኻ ግን ጌም ትጻወት ኣለኻ ንህለካ ኣጋዕጊዕኻ እያ ገዛ ኣታ ሰብኣይ ኣገባብ ደይ ትገብር ኢኻ እንታይ
ሰዓረ ንዓይ ኣገባብ ግበር ትብለኒ ኣለኻ ኣዉ ያበይ በረ ባዕሉ ዝበሃል ዶ ነገር ዓይነት ሕሜታ እናፈ ዘሎ ኣብዚ ገዛውቲ

የዕልለኒ የዕልለኒ እንታይ እዩ ዝውረዶ ኣሎ ብኣይ ብኣይ ንገረኒ እንታይ እዩ ዝሕመስ ዘሎ ንዓይ ንገረኒ እንዶ። ለሚድዋ እባሃል ኣሎ። ለሚድዋ። ለሚድዋ።
ንመን? ንሩታ።
በስመኣም በል ለምፈስ ቁዱስ ስምዓኒ ሳዓረ ወደይ እዚ ዘረባ እዚ ሓደገኛ እዩ ይብለካ ኣለኹ ከምዚ ዓይነት በራሪ ወረ ሒዝካ ስቅ ክትብል ጽቡቅ ኣይኮነን ሰዓረ ወረ። ወረ ካልእ ኣሎ ኣነ ተሰኪፈኩም ኮይነ እምበር መዓት እዩ ዶ እዋ። እዋ እዋ ንሩታ እውይ ነዛ ዕብዲ።
ኣውኣ ንማንሰ ኸ ካልእ ዓርኪ ይሓኬኩም እየ ካልእ መዓልቲ ክሓኬኩም። ሰዓረ ወዲ ሕጂ ይሕኬኒ ሕጂ ይሕኬኒ ዘየደቅስ ነጊሮምሲ ድቅስ ይሓድሩ ዝብሃል ከምዚ ናትካ እዩ ንገረኒ ከምዚ ዓይነት ወረ ሒዝካ ስቅ ክትብል ጽቡቅ ኣይኮነን ንገረኒ እንታይ እዩ ድውረዶ ኣሎ።
ክምርዓዋዩ ንበ ቡታ በስመኣም በል ለምፈስ ቁዱስ ሞት ሓላል ሞት ኪዳን ነዛ ዕብዲ ኢሎም በል ንሳ ከይትሰምዓካ ዕጎቶ ዝወረ ሰዓረ ዕጎቶ እዚ ወረ እዚ በራራዩ ከያዳዩ ዕጎቶ ብለካ ኣለኩ ወይ ንስኻ ተውሪ ከይትህሉ ኣነ ሞት ማበይ በረ ማዕረ ክንደይ ክዓግተልኩም ኩማን ሓሲበ ግን ሓበሬታት እውን እየ ዝፅበ እዚ ሓበሬታ ዘድልዮ ኣይኮነን ሰዓረ ምስዚ ሓበሬታ ዘድልዮ ኣይኮነን ከምዚ ዓይነት ፉንፉን ወረ ምዕጋቱ ጥራይ። ኣጉተየ ብደገ እንድዩ መጺኡ ግን ክኣጉተየ ከይኣቱ ብዝካሽ ከሎ ክኣግቶ እየ። እጎቶ እጎቶ ሳዓረ ጽቡቅ እየ ኣለኹን። ጽሬት ከመይ?
ጽሬት
ዕምበባ ኣምሲልካያ ዕምበብ ውርቂ። ወርቂ ኣብዚ ቃንሸሎ ደሎ ከማኻ ፅርየት ዝፈቱ ሰብ የለን ፅርየት ዳኣ ተሕጉሰኒ እንዲኻ ሳዕሪ ወደይ ዕገታ ኢኻ ግንዛ ወሬ ብርገዛ ዳኣ ዕምበባ ኣምሲልካያ ዕምበባ ወርቂ ሳዕሪ ወደይ ኣገናዕ በለኒ ዕገታ ኢኻ ዛወሬ ዕገታ ዛወሬ ፅርየት ዕምበባ ኢኻ ኣምሲልካያ
ሓሳዊ ሓሳዊ ዝኾነ ሰብኣይ ከምዚ ኻን ርእየ ይፈልጥን መዓዝዮም ከምዚ ጌርካ ተዘይዓፂኻዮ ድቃስ ዝበሃል የለን ጌምና ግዳ የፅናለና

ኣበይ በርሀ
ደሓን ዲኺ? ፅቡቕ እዚኦም ዓፅመ ስጋኺ እዮም፣ ቤተሰብኪ እዮም፣ መቕርብኪ እዮም። እዚኦም እዚኦም ኩሎም ኣብዚ ገዛ ዘለዉ
ኣቦይ በርሀ ማዕረይ እዚኦም ንዓለም ዝቐየሩ ፍላስፋታት እዮም። ክገርመኩም ክገርመኩም ኣቦይ በርሀ ማዕረይ መዓት ታሪኽ እዩ ደለዎ ዶ

ተዋሳኣይ እንታይ ትብሊ እዚ ከ እዚ ከ እንታይ እዩ እንታይ ገባራ እዩ እዚ ከ እዚ ከ ምንኣስ ሓው ኣ ነዚ ምንኣስ ሓው ጽቡቅ እዚ ከ እንታይ ይገብር እዚ ከ እንታይ ድዓብስ እስኪ ውይ ኣቤ በርሀሲ እዚ ከዓኒ ቴለፎን ድማሃዘ ዋእ ናይ እዝነይ ዓለማ ቴለፎን ድማ ሃዘ ኢዚ። ኣይይይይ ኣቲ ንዓኽስ መን ምሂዝክ ክኸውን ጓለይ ንስኺ ብርግጽ ካብ ሰብ ኣይተወለድክን ንስኺ ተሰሪሕኺ ኢኺ ክትፈልጢ ሰላም እም ንስኺሲ ተወሊድኪ ትኾንን ኢኺ መን ኮን ምሂዝክ ክኸውን ስምዒ ሕጂ ክነግረኪ ኣነ ሕጽር ድበለ ክዛረብ እወ ሕራይ ሰላም ጓለይ ኣነ መንደቀይ ናፊቀ ኣለኹ መንደቀይ ኣበይ ኣሎ መንደቅ መንደቀይ ኣበይ ኣሎ መንደቅ እወ መንደቕ እንታይ ማለት እዩ መንደቕ ኣቢ ብርሃይ። ነወድዶ ኣንቲ ስእሊ ጌርኪ መንደቀይ ኣጥፊኢክዮ ስእሊ ጠቃቂዕኺ እቲ ኣነ ድሰራሕክዎ መንደቅ ኣጥፊኢክዮ እብለኪ ኣለኹ። ኣሃ
መንደቕ እኳ ጥቕሙ ፎኪስ እንድዩ ንመንደቕ መን እዩ ምሂዞ? ኣባይ በላይ ድበሃሉ ንፉዕ ነዳቃይ ኔሮም ወዲ ዓድና ንሶም እዮም ምሂዞሞ ዝኾኑ እምበር ባዕልዚ ድኣ እንታይ ኢሎም መንደቕ ክምህዙ ኢልክዮም ኢኺ። ኖው ኣቤ በርሀ ማዓረይ መትረብ ስዊዝ ክፋሓር ኮሎ'ዩ ተማሂዙ መንደቕ። ከመይ ርእስኺ ተፋሓሪ ጓለይ ንስኺሲ ሕጽር ድበለ ዶ ክነግረኪ ሰላም እዘን ስእሊ ቀላሊጥኪ መንደቐይ ኣርእዪ ኢሉ ካልእ ዋእ ኣቤ በርሀ ታይ ማለትዩኸ ስእልኺ ቅለጥዮ ዋእ እዚኦም እኮ ንዓይ ድቐየሩ ፍላስፋታት እዮም እቲ ኣይፈልጥን እየ ኣነ መንደቐይ ዘገድሰኒ እዘን ስእሊ ቀሊጥክየን ዝጸንሐኒ ወዲኤ ኣለኹ ጥርሽ። ዋእ እዚኦም እኮ ንዓይ ድቐየሩ ፍላስፋታት እዮም።

ሰላም ድዩ?
መቸም ጥሪት ተኸፍካል ይከውን ተስፋ ገብር ካብ ኩሎም ተኻለይትኻ መቸም ናተይ ከም ዝፀሪ ይጠራጠርኒ
ስምዒ ብዛዕባ ፅሬት ኣይኮንኩም መፂእካን ዳንተ ዳ መዓል ፅሬት ከም ፀዊት ከለት ማለት
ናቲ ስምዒ ክነግረኪ ገሽላዕላዕ እምበይ ትበልለይ ንዓይ ክነግረኪ ሕጽር ድበለይ ብዛዕባ ናተይን ናትክን ሕቡእ ርክብ እናፈስ ኣሎ ይልሑኽ ኣሎ ክብለኪ እየ መጽ ናተይ ሕቡእ ርክብ እዩ እዚ ኣረ
እታ ትብል ዘለኻ ኣቲ ይርዳእክ እንድዩ
ንዕስካ ፍለጢ ክነግረኪ በርሀ ሲን ሩታ የውፃኣ እዩ የጀራይ ሙስኣ ትጅር ይውረ ኣሎ እብለኪ ኣለኹ
ዋ ኣቲ እማ ኣነ ንሱ እኳ ይገርመኒ ደሎ ኣነ ንስኺ ንርክብ ደይብልናስ ከመይ ገይሩ ይውረ ኣሎ ገርመኒ ኣሎ ኣነ ንስኻ ንርክብ ኣለና ድዩ